ሰላም ጥዕና ይሓበልና ዝኸበርኩም ተመልከትና ከመይ ተምስዩ እዚ ካብ ቴሌቪዥን ኦቢኤን ሆርን ኦፍ ኣፍሪካ መደብ ቋንቋ ትግርኛ ዝፍነወልኩም መደብ ፍሉይ ምድላውና እዩ ኣብ ናይ ሎሚ መደብ ፍሉይ ምድላውና ኣብ ጉዳይ ግድብ ሕዳሰን ተታሓዝቲ ዛዕባታትን ጠሚትና ፃንሒት ንገብር እዩ ዝኸውን እንተ ን ሎሚ ሓደ ጋሻ ዓዲምና ኣለና ጋሻና ውን ብዓሎም ሽሞም ከላልዮም ማለት ዩ ጋሻና ንቃለ መሕተትና ፍቓደኛ ብምዃንኩም ኣዘየ ዘመስግን እስኪ ሽሞምን ናይ ስራሕ ሓላፍነቶምን ተዘላልዩና። ክቡር ሓወይ ተስፋኣለም መጀመርታ የቀንየለይ ኣብዚ ናይ OBN ትግርኛ ሆርን ኣፍሪካ ምዕዳምኩም ኣነ ሹመይ ያሲን ኣሕመድ ባዕጋይ ኣብ ስዊዴን ዝቕመጥ ኣብ ዲያስፖራ ኣቦ ወንበር ናይ ሓንቲ ኢትዮጵያዊ ዲፕሎማሲ ትካል ወይን Ethiopian Institute for Public Diplomacy፣ ናይ ኢትዮጵያ ህዝብ ንህዝብ ርክክብ ዲፕሎማሲያዊ ርክክብ፣ ኣሰር ኢትዮጵያውያን ዝዓረፈሉ ዓብዪ ግድብ ህዳሰም ጋህዲ ንክኸውን ኣሰሮም ዘንበሩሉ ጉዳያት እውን ኣለዉ። ካብኣቶም እውን ያሲን ኣሕመድ ብዓጋይ ቀንዲ ተፀራሒ ኢኹም ምባል እውን ንኽእል ኢና። ምኽንያቱ እውን ኣብ ጉዳይ ግድብ ሕዳሰ ዝነበሩ ግጉይ ኣመለኻኽታታት ንክእረሙ ኣብ ምግባር ኣብ ዝተፈላለዩ ሚድያታት ብፍላይ ኣብዞም ናይ ዓረብኛ ሚድያታት ተዋሳኣቲ ኮይንኩም ብዛዕባ ዓብዪ ግድብ ሕዳሰ ዘሎ ምስሊ ንክሕነፅ ኣብ ምግባር ብርቱዕ ስራሕቲ ወጊንኩም ኣለኹም እሞ እስኪ እዚ ግድብ እዚ ኣብ ናይ መወዳእታ ምዕራፍ ምብፅሑም እንታይ ተሰሚዑካ? ብቐዳምነት ከም ኢትዮጵያውያን ኣብ ዲያስፖራ ዝቅመጥ ማለት እዩ እዚ ናይ ሕዳሰ ግድብ ናይ ብጣዕሚ ስምዒተ ደስታን ታሕጓስን ወሰን ዘይብሉ ብቃላት ክገልፆ ዘይክእል ንምንታይ እዚ ናይ ውሉድ ወለዶ ናይ ሽሕ ዓመት ሕልሚ ናይ ሽሕ ዓልመት ሕልሚ ናይ ኢትዮጵያውያን ሕልሚ ኣብዚ ግዜና ኣብ ናትና ጀነሬሽን ኣብ ናትና ውሉድ ወለዶ ምርኣየ ብጣዕሚ ኣነ ዕዱል እየ ብጣዕሚ ሕጉስ እየ ናተይ ታሕጎስ ግን ምስ ኩሎም ህዝቢ ናይ ኢትዮጵያ ሚእትን ዕስራን ሚልዮን ታሕጓስ እዩ ስለዚ ከም ኢትዮጵያውያን ኩርዓት ታሕጓስ ይስምዓኒ ክብሪ ይስምዓኒ ግን ጥራይ ናይ ኢትዮጵያውያን ኩርዓትን ታሕጓስን ኣይኮነን ከምኡ ውን ናይ ኣፍሪካውያን ታሕጓስ እዩ ንምንታይ እዚ ሕዳሰ ግድብ እዚ ጥራይ ናይ ናይ ኢትዮጵያ ልምዓት ኣይኮነን ናይ ኣፍሪካ ልምዓት እዩ ስጋብ ሕጂ ኣነ ቅድሚ ኣብዚ ክልተ ሰለስተ መዓልቲ ብዙሓት ኣርቲስት ኣፍሪቃውያን ኣርቲስት ኣብ ኣመሪካ ዘለዉ ኣፍሪቃ ዘለዉ ደረፍቲ ብዛዕባ ሕዳሰ ግድብ ደርፊ ኣውጺኦም ብእንግሊሽ ናቶም ታሕጓሶም ክገልጹ ክርኢ ከለኹ ጥራይ ናይ ኢትዮጵያውያን ታሕጋስ ኣይኮነን እዚ ናይ ምሉእ ህዝቢ ኣብ ኣፍሪቃ ታሕጓስ ማለት እዩ። ህዝቢ ኢትዮጵያ ብጉልበቱ ብገንዘቡ ዝተፈላለዩ ስራሕቲ ወጊኑ ኣሎ እሞ ኣብዚ ጉዳይ እዚ ብፍላይ ብመዳይ ዲፕሎማሲ ዝተወገኑ ስራሕቲ ከመይ ትርእይዎ? ኣነ ብወገነይ ናይ ዲፕሎማሲ ስራሕ ብክልተ ሸነኽ እዩ ሓደ ብናይ ኢትዮጵያ መንግስቲ ኦፊሻል ዲፕሎማሲ ዓብይ ጻዕሪ ገይሩ ማለት መንግስቲ ኢትዮጵያ ብፍላይ ካብ ድሕሪ ዶክተር ኣብይ ኣሕመድ ካብ ዝምረፁ ናብ መንግስቲ ካብ ዝምረፁ ቅድሚ ሸሞንተ ዓመት ማለት እዩ ንመጀመርታ ግዜ መንግስቲ ናይ ኢትዮጵያ ንህዝቢ ኢትዮጵያ ከም ዝሳተፍ ብዛዕባ ናይ ናይ ሕዳሰ ግድብ ጉዳይ እውን ፋይል ኣጀንዳ እውን ግልፂ ንህዝቢ ኢትዮጵያ ገይርዎ ስለዚ ኩሉ ህዝቢ ኢትዮጵያ ባዕለቤት ኮይኑ ሓላፍነት ክስመዖ እዚ ናይ ምስታፍ ዕድል ረኪቡ እዩ ኣብዚ ግዜ መንግስቲ ብዶክተር ኣብይ ኣሕመድ ዝምራሕ ማለት እዩ። ካልኣይ ህዝቢ ኢትዮጵያ ናይ ፓብሊክ ዲፕሎማሲ ዓብይ ግደ ተፃዊቱ ማለት እዩ። ኣብ ውሽጥን ኣብ ወፃኢን ዘሎ ከምዝሳተፍ ብዛዕባ ናይ ኩነታት ዲቴይል ናይ ህዳሰ ግድብ ከመይ ከምዝኸይድ እውን ኩሉ እዚ ግልፂ ምስኾነ ኦፕን ምስኾነ ህዝቢ ኢትዮጵያ ኣብ ውሽጢ ዘሎ ኣብ ወፃኢ ዘሎ ናይ ዲፕሎማሲ ናይ ፓብሊክ ዲፕሎማሲ ንምንታይ ክልተ ዓይነት ዲፕሎማሲ ዘሎ ናይ መንግስቲ ዲፕሎማሲ ኣሎ ኣብ መንጎ ሃገራት ከምኡውን ናይ ፓፕሊክ ድፕሎማሲ ኣብዚ ዓቢ ግዴ ተጻዊቱ ብፍላይ ንሕና ኣብ ዲያስፖራ ዘለና ብእንግሊሽ ይኹን ብዓረብ ይኹን ኣነ ሓደ ካብቶም ኢትዮጵያውያን ዓረብ ተዛረብቲ ኣብ ተፈላለየ ናይ ሜድያ ኣብ ጀዚራ ኣብ ስካይ ኒውስ ራሻ ቱደይ ኣብ ናይ ፍራንስ ዕስራን ኣርባዕተን ብዙሓት ቻነል ናይ ዓረብ ኣብ ውሽጢ ሃገራት ዓረብ ዘለዋ ኣብ ወጻኢ ኣብ ዲያስፖራ ዘለዋ ማለት እዩ ኣብኡ ተሳቲፍና ንሕና ብፍላይ ዓረብ ተዛረብቲ ዓብይ ግደ ተፃዊትና። ከምቲ ድክቶር ኣብይ ኣሕመድ ኣብ ዝሓለፈ ኢንተርቪው ዝገበሮ ካብ ሕዳሰ ግድብ ኣብዚ ዓብይ መስገና ዓብይ ውቅና ኣፍልጦ ንኢትዮጵያውያን ዓረብ ተዛረብቲ ብጣዕሚ ዓብይ ምስገና ስለዚ ኣብዚ እውን ብጣዕሚ ደስ ይብለኒ ኣነ ሓደ ካብኦም ስለ ዝኮንኩ ማለት ግን ብዙሓት ኣሕዋተይን ኣሓተይን ኣብ ዲያስፖራ ዘለዉ ዓረብ ተዛረብቲ ከምኡ ውን ኣብ ውሽጢ ኢትዮጵያ ዘለዉ ንሕና ቋንቋ ዓረብ ምፍላጥና ንኢትዮጵያ መንግስቲ ንህዝቢ ዓብይ ጠቅሚ እዩ ነርዎ ንምንታይ ቋንቋ ናይ ዓረብ ክትክል ከለካ ነቲ ዲቤት ነቲ ናይ ንሕና እንታይ እዩ ዝገበርናዮ ኣብ ሰለስተ ዓብይ ስጉምቲ ዓብይ ለውጢ ዝገበርና ሓደ እቲ ናይ ታሪካዊ ትርኽ ብዛዕባ ናይል ብዛዕባ ብሉ ናይል ብዛዕባ ኣባይ ናይ ግብጺ ታሪኻዊ ትርኽ ናይ ጸለማ ናይ ሕሶት ነበረ ንሕና እዚ እዚ ታሪኻዊ ትርኽ እዚ ቀይርና እቲ ትኽክል ታሪኻዊ ትርኽ ናይ ኢትዮጵያ ዊን ድማ ኣባይ ዊን ድማ ናይል ብዓይኒ ኢትዮጵያውያን ብዓይኒ ኢትዮጵያ ከመይ ኢልና ንህዝቢ ነቶም ናይ ኣህዛብ ኣብ ዓራብ ዘለዉ ንዓኣቶም እእሚንናዮም ማለት እዩ ቅድሚ ሕጂ ግን ናይ ግብጺ ናይ ሱዳን ታሪኻዊ ትርኽ ንሱ እዩ እቲ ዶሚነይንት ዝገበረ እዚ ሓደ ካብቲ ኣስተዋጾ ዝገበርናዮ ማለት እዩ ካልኣይ እቲ ናይ ባህሊ ናይ ባህሊ ዓረብ ምፍላጥ ብጣዕሚ እዩ ዝሕግዘካ ብናይ ኮሚኒኬሽን ንስኻ ናይ ናይ ዓረብ ቋንቃ ፈሊጥካ ኣይኣክልን እዩ ግን ከመይ እዮም ዝሓስቡ እንታይ እዩ ሜንታሊቱ እንታይ እቲ ባህሎም ንሕና ኣብ ዓዲ ዓረብ ዓቢና ናይ ግብጺ ሙቪ ናይ ጉብጺ ተፈላለየ ሞቪ ንሪኢ ነርና ማለት እዩ ስለዚ ንሕና እቲ ናቶም ባህሊ እቲ ናቶም ሜንታሊቲ ኣተሓሳስባ ስለ ንፈልጥ እዚ ውን ንዓና ሓደ ዓብይ ኣድቫንትጅ ነይሩ ነቲ ናይ ታሪኻዊ ሕሶት ትርኽ ቀይርናዮ ናይ ሓቂ ታሪኻዊ ትርኽ ክነቐርብ ክኢልና ኣብ ዓበይቲ ጣብያ ናይ ከም ኣልጀዚራ ከም ካልኦት ብዙሓት ናይ ዓረብ ሜድያ ማለት እዩ። ፅዕንቶታት ንምምካት ብርክት ዝበሉ ስራሕቲ ከም ዝወገንኩም ገሊፅኩምለይ ኣለኹም ብፍላይ ድማ ብወገን ሚድያ ማለት እዩ። ንስኹም ከ ከም ፐብሊክ ዲፕሎማሲ ኣብቶም ኣብ ደገ ዘሎ ኢትዮጵያዊ ከምኡ ድማ ትውልደ ኢትዮጵያዊ ኣብዚ ግድብ እዚ ተሳትፎ ንኽገብር ኣሰሩ ንኸንብር ኣብ ምግባር ብእንታይ ዓይነት ስራሕቲ እናወገንኩም ነይርኩም? ንሕና ብ ክልተ ሽሕን ዕስራን ኣብ ስፕተምበር ቅድሚ ሓሙሽተ ዓመት ማለት እዩ ኤግዛክትሊ ከምዚ ሎማዓንቲ ማለት ከምዚ ሕጂ ዕለት ሽዱሽተ ስፕተምበር ክልተ ሽሕን ዕስራን ብፈረንጂ ኣዕራብያን መቆፃፀር ሓንቲ ትካል መስሪትና ኣብ ስዊድን እዛ ትካል እዚኣ ድማ ኢትዮጵያን ኢንስቲትዩት ፎር ፓፕሊክ ዲፕሎማሲ ንምንታይ እነ እዚ ኣነ ኣነ ሓደ ካብቶም መስራቲ እየ ናይ እዛ ሓሳብ እዚኣ ቅድሚ ዓሰርተ ሓሙሽተ ዓመት ነይራትኒ ንምንታይ እየ እዛ እዛ ማሕበር እዚኣ ምስቶም ካልኦት ኣሕዋተይ ኣሓተይ መስሪትናያ ማለት እዩ ናይ ኣብዚ ግዜ ሕጂ ኣብዚ ሓድሽ ምዕራፍ ዘላቶ ኢትዮጵያ ኣብዚ ሓድሽ ናይ ለውጢ ናይ ሪፎርም ዘላቶ ኢትዮጵያ እታ ሓዳሽ ኢትዮጵያ እታ ንብልጽግና ብልጽግና ኢትዮጵያ ዘላ ንዓኣ ከመይ ገርና ንሕና ናይ ፓብሊክ ዱፕሎማሲ ዓብይ ደገፍ ከም ዝኸውን ንናይ መንግስቲ ኦፊሻል ዱፕሎማሲ ኢልና እዛ ማሕበርና እዚኣ ኢትዮጵያን ኢንስቲትዩት ፎር ፓብሊክ ዱፕሎማሲ ኣብ ሽወደን ተመዝጊባ ኣፍልጦ ወሲዳ ከምኡ እውን ኣብ ኢትዮጵያ እውን ብጣዕሚ ብመንግስቲ ኢትዮጵያ ደገፍ ወሲዳ እንታይ ገርና ንሕና ኣብ ናይ ኣብ ፌስቡክ ይኹን ኣብ ሶሻል ሜድያ ኣብ ናይ ዓረብ ቻናል ወፂና ናይ ፓፕሊክ ድፕሎማሲ ግደ እንታይ እዩ ብፍላይ ህዝቢ ሱዳን ህዝቢ ግብጺ ህዝቢ እቶጵያ ከመይ ገርና ናይ ሓበራዊ ራብሓ ኣለና እዚ ሕዳሲ ግድዝብ ኣብ ሓበራዊ ራብሓ ተመርከሰ እዩ ናይ ሓበራዊ ራብሓ ልምዓት እዩ ናይ ዘባዊ ሓበራዊ ለምዓት ኢልና እዚ እዚ መልኣክቲ እዚ

ምስ ተኻየደ መግለጺ እውን ሂብና ማለት እዩ። ስለዚ ኣብ ዝተፈላለየ ከምኡ እውን ኣብ ግዜ ኲናት ኣብ ግዜ ኲናት ኢትዮጵያ ንሕና ደገፍና ንመንግስቲ ደገፍና ንመከላኸሊ ሰራዊት ደገፍ ናይ ሓይ ናይ ሓድነት ኢትዮጵያ ኢልና ተቓሊስና ማለት እዩ። ኣብ መጨረስኡ እቲ ኲናት ብሰላም ተዛዚሙ ናይ ፕሪቶርያ ውዕል ርኢናዮ ማለት እዩ። ስለዚ ኣብ ተፈላለየ ናይ ኢትዮጵያ ራብሓ፣ ናይ ኢትዮጵያ National Interest ተሞገትቲን ተጣበቕቲን ኢና ኣብ እቲ ናትና ምንቅስቓስ ነይሩ ማለት እዩ። ብፅሑፍ ይኹን ብምስታፍ ሜድያ ይኹን ከምኡ እውን ብናይ ናይ ኣረኣእያ ናይ ታሪኻዊ ናይ ሕሶት ታሪኻዊ ትርኽ ምቅያር ስለዚ ኣብዚ ዓቢ ግዴ ምስቶም ኩሎም ኣሕዋትና ካልኦት ውን ተፋልየ ኢንስቲቱሽን ዘሎ ምስኣቶም ኮፕሬሽን እንዳገበርና እዚ ናትና ኣስተዋጾ ነሩ። ህንጸት ዓብይ ግድብ ሕዳሰ ምዛሙ ንተፋሰስ ሃገራት ማለት እውን ንሃገራት ግብፅን ሱዳንን ረብሓ ዶ ሒዙሎም መፂኡ ምባል ንኽእል ወይስ ስግኣት?
ረብሓ ሒዙ ብተፈላለየ ግን ረብሓ ንሱዳን ናይ ረብሓ ግብፂ ይፈላለ እዩ ማለት ንሱዳን እንታይ እዩ ረብሓ ተይልና፣ ዓመት ዓመት ውሕጅ ይመጽእ ነይሩ። እዚ ውሕጅ እዚ እዚ ሕዳሰ ግድብ ሕጂ ነዚ ውድሕ ካብዚ ውሕጅ እዚ የድሕኖም ማለት እዩ። እዚ ውሕጅ ክመጽእ ከሎ ኣብ ሱዳን ክንደይ ቢልየንስ ክሳራ እዩ ነይሩ። ናይ ገንዘብ ክሳራ ከምኡ ውን ናይ ናይ ብዙሓት ሰባት ዝሞትሉ ግዜ ነይሩ ማለት እዩ ውሕጅ ክመጽእ ከሎ። ሕጂ እዚ ሱዳንውያን ካብ ውሕጅ ድሒኖም ካልኣይ ውን ክልተ ግዜ ሰለስተ ግዜ ኣብ ዓመት ንኽዘርኡ ሕዳሰ ግድብ ዓቢ ጠቕሚ እዩ። ንምንታይ እቲ ምትሕብባር ኣብ መንጎ ሱዳንን ኢትዮጵያን ኣገዳሲ ስልዝኾነ። እንታይ ይብል ምስልካ ተስፋኣለም ሓወይ ሱዳናውያን ክንረኽቦም ከለና ክንዛረብ ከለና ሕዳስ ናይ ኢትዮጵያ ሕዳሰ ግድብ ናይ ሱዳን ሕዳሰ ግድብ እዩ ግን ብናይ ኢትዮጵያ ገንዘብ ብናይ ኢትዮጵያ ኣገልግሎት ብናይ ኢትዮ ጉልበት ተሰረሐ እዩ ክብሉ ከለዉ እንታይ ማለት እዩ ንሱዳን ዓብይ ጥቕሚ ኣለዎ። ስለዚ ንግብጺ ተኸይድና እውን ናይ ግብጺ እውን ዓብይ ጠቕሚ ኣሎ እቲ ኣስዋን ዳም ዝባሀል እዙይ ንሱ ሚእትን ስሳን ክልተን ቢልየን ኩዊክ ሜትርስ ኣለዎ እዚ ናይ ሕዳሰ ግድብ ናይ ማይ በንኪ እዩ ናይ ማይ በንኪ ኣብ ዘድልዮም ብተኣሽሙ ብ እቲ ማይ ኩሉ ግዜ ይከይድ እዩ ማይ ውሕዶምን እዩ ግብጺ ማይ ኣይውሕዶምን እዩ። ግብጺ ትከስሮ ካብ ሕዳሰ ግድብ እቲ ወርቂ ን ዓፈር ካብ ኢትዮጵያ ምስቲ ማይ ናይ ኣባይ ምስቲ ናይ ኣባይ ብሉ ናይል ዝከይድ ነበረ ንሱ ሕጂ ንሱ እዩ ዝጎድሎም ንሱ እዮም ዝከሰርዎ እዚ ድማ ናይ ኢትዮጵያ ሃብቲ እዩ እቲ ወርቂን ዓፈር ናይ ኢትዮጵያ ዓፈር እዩ ናይ ኢትዮጵያ ወርቂ እዩ ስለዚ እቲ ማይ ዋሕዲ ን ዋሕዲ ናይ ማይ ናይ ግብጺ ዝብልዎ እዚ ኩሉ ፕሮፖጋንዳ እዩ ስጋብ ሕጂ እቲ ኣስዋን ዳምስ ኣይጎደለን ብልዓክስ ዝያዳ ካብቲ ካብቲ ዓቅሚ ናይ ኣስዋን ዳም ማይ ንኩሉ ግዜ ኣብ ግብጺ እዩ ዝከይድ ንሳቶም ክበዝሕ ከሎ ናብ ቶሽካ፣ ደዘርት፣ ናብኡ እዮም ዘፍስስዎ ማለት እዩ። ስለዚ ንግብጽን ንሱዳንን ዓብዪ ጠቕሚ ኣለዎ። ከምኡውን ዝዓበየ ጠቕሚ ንኢትዮጵያ እዩ። ካብ ጸልማት ናብ ብርሃን ኣውጺኡ። ከምኡውን ዓብዪ ምንጪ ናይ ልምዓት እዩ። ኣብ ዝኾነ ኣብ ኢትዮጵያ ሕጂ ድሕሪ ናይ ሕዳሰ ግድብ ዝተፈላለዩ ፕሮጀክት ካልኦት ካልእ ግድብ ንክትሰርሕ ቀሊል እዩ። ንምንታይ እንድሕር እዚ ሕዳሰ ግድብዚ ብቐሊል ኢትዮጵያ ንክትብልፅግ ንክትለምዕ ዓብዪ ዕድል እዩ። ህዝብታታ ሓቢሮም ብምዕሳል ነዚ ግድብ እዚ እውን ካልኣይ ዓድዋ ዝኾነ ግድብ ሕዳሰ እውን ዕላዊ ወይ ድማ ገሃዲ ዝገበርሉ ጉዳያት ኣሎ እሞ ንካልኦት ሃገራት ኣፍሪካ ከ እንታይ ዓይነት ትምህርቲ ክህብ ይኽእል? ናይ ዓድዋ ካብቲ ናይ ባዕዳውያን መግዛእቲ ናይ ምዕራባውያን መግዛእቲ እንድሕር ከም ሲምቦል ከም ኣብነት ኮይኑ ሕጂ ውን እዚ ሕዳሰ ግድብ ዓብይ ኣብነት ዓብይ ተስፋ ንብዙሓት ኣፍሪቃውያን ሃገራት ንምንታይ እዚ ኢትዮጵያ ብሰንኪ ናይ ባዕዳውያን ናይ ምዕራባውያን ስምምዕ ኣብ ግዜ ግዜ መግዛእቲ ነበረ እዚ ሕዳሰ ግድብ ግን ነዚ ናይ ታሪኻዊ ስምምዕ ነዚ ናይ ምዕራባውያን ስምምዕ ናይ መግዛእቲ ስምምዕ ነበረ ንዑኡ ኣፍሪሱ በቲ ሓድሽ ናይ ኢንተርናሽናል ሎው ንናይ ማይ ሕጊ ሓድሽ ሕጊ ዘሎ ዝጸደቐ ክልተ ሽሕን ዓሰርተ ኣርባዕተን ቅድሚኡ ውን ክልተ ሽሕን ትሽዓተ ሚእትን ተስዓን ሸውዓተን እዚ ሕጂ ከም ኣብነት እዩ ንምንታይ መብዛሕቱ ሃገራት ወላ ናጻ ይኹና ካብቲ ናይ ባዕዳውያን ምዕራባውያን መግዛእቲ እምበር ካብቲ ናይ ቁጠባዊ እዚ ሕጂ ናይ ቁጠባዊ ናጽነት ክንብል ኢና ንኽእል ኢና ድሕር ዓድዋ ናይ ፖለቲካዊ ናይ ናጽነት ሃገር ካብ ባዕዳውያን ምዕራባውያን ድሕር ናጻ ናይ ፖለቲካዊ ናጻ ሲሞል ድሕር ተኮይኑ ሕዳሰ ግድብ ግን ናይ ቁጠባዊ ኢንደፐንደንሲ ናይ ቁጠባዊ ናጽነት ማለት እዩ ንምንታይ እዚ ግብጽን ሱዳንን ናይ ናይ ብሪትሽ ናይ ምዕራባውያን ስምምዕ ኣብ ግዝየ መግዛእቲ ዓዲ እንግሊዝ መግዛእቲ ነበረ ንዑ እያ ታሪካዊ መብት ኢላ ንሚእቲ ዓመት ትቃለስ ነራ ኢትዮጵያ ውን እቲ መብታ ካብ ኣባይ ከይትጥቀም ንሚእቲ ዓመት ንከይትጥቀም ገይራታ ማለት እዩ ግብጽን ሱዳንን ሕጂ ግን ዓለም ተለዊጡ ኢትዮጵያ እንዳ ሓያል ዓባይ ረጅናል ፓወር ኮይና ዓባይ ሃገር ሓያል ሃገር እሞ ዓብይ ግዴ ከም ዘለዎ ኣፍሪቃ ናይ ኣፍሪቃ ዋና ኸተማ ምዃና ስለዚ ብኸምዚ ክንሪኦ ኣለና እዚ ናይ ሕዳሰ ግድብ ዓብይ ተስፋ ንኣፍሪቃውያን እዩ ብዙሓት ኣለው ሕጂ ሃገራት ኣፍሪቃ ንግድብ ንኽሰርሑ ኣብ እትዮጵያ ከም ኣብነት እዩ ድሕሪ እትዮጵያ እንተተዓዊታ ንሕና እውን ክንዕወት ኢሎም ተስፋ ኣሕዲሮም እዚ ከም ዝበልኩኻ ሕዳሰ ግድብ ጥራይ ናይ ናይ እትዮጵያ ዓወት ኣይኮነን ናይ ናይ ኣፍሪቃ ተስፋ ከምኡ እውን ናይ ኣፍሪቃ ኣብነት ኮይኑ ኣሎ። ንዓና ሕጂ ከም ኢትዮጵያውያን እዚ ንዓና ዓብይ ክብሪ እዩ፣ ዓብይ ሓላፍነት፣ ዓብይ ደስታ እዩ። ኢትዮጵያውያን ናይ ድኽነት ኣርዑት ንምብታኽ ካብ ጫፍ ክሳብ ጫፍ ሓቢሮም ነዚ ግድብ እዚ ግሃድይ ገይሮም ኣለዉ እሞ ንሃገርና ኢትዮጵያ ከ ሒዝዎ ዝመፀ ዕድላት ይህሉ ዶ ይኸውን? ከም ዝበሎ ዶክተር ኣብይ ኣሕመድ ኢትዮጵያ ዝዓበየ ቻለንጅ ዝዓበየ ስግኣታት ናይ ልምዓት ሕዳሰ ግድብ ነይሩ። ንሕዳሰ ግድብ ንክስራሕ ክንደይ ቃልሲ ክንደይ ንፈልጥ ኢና ኣቶ መለስ ዜናዊ ክልተ ሽሕን ዓሰርተ ሓደን ብናይ ፍሬንጅ ኣቆፃፀር ሽዑ ክጅምሮ ከሎ እዚ ብጣዕሚ ዓብዪ ስጉምቲ ዓብይ ለውጢ ገይሩ ማለት እዩ። ድሕሪኡ እውን ኣቶ ሃይለማርያም ደሳለኝ እቲ ናቱ ሊደርሺፕ ናቱ መርሕነት ዝገበሩ እውን ስምምዕ ኣብ ከርቱም ኣብ መንጎ ግብፅን ኣብ መንጎ ሱዳንን መንጎ ኢትዮጵያን ዝተገበረ ክልተ ሽሕ ዓሰርተ ሓሙሽተ በፍረንጂ ኣቆፃፀር ብጣዕሚ ዓብይ ስጉምቲ ዓብይ ለውጢ ማለት እዩ። ዓብይ ሓድሽ ምዕራፍ ነይሩ። ከምኡ እውን ዶክተር ኣብይ ኣሕመድ ምስ ተመረፁ ክልተ ሽሕ ዓሰርተ ሸሞንተ በፍረንጂ ኣቆፃፀር እዚ ሕዳሰ ግድብ ንቕድሚት ከም ዝምዕብል ከ ብጽቡቕ ምምሕደራ ከምኡ'ውን ብጽቡቕ ርኽክብ ምስቲ ናይ ዞባዊ ናይ ሓድሽ ሪፎርም ፖለቲክ ምስ ግብጺ ከይዱ ሰላም ምስ ኤሪትራ ክገብር ከሎ ሰላም ምስ ሶማል ክገብር ከሎ እዚ ውን ዓቢ ምዕባለ ነይሩ ስለዚ ኦፍ ኮርስ ንኢትዮጵያ ዓብይ ለውጢ ከምፀኣላ እዩ ድሕሪ ሕዳሰ ግድብ ሓዳሽ ኢትዮጵያ እያ ቅድሚ ኢትዮጵያ ቅድሚ ሕዳሰ ግድብ ድሕሪ ሕዳሰ ግድብ ሓንቲ ኢትዮጵያ ኣይኮነትን እታ ሓዳሽ ኢትዮጵያ ድሕሪ ሕዳሰ ግድብ ናይ ተፋልየ ሚገ ፕሮጀክት ክእለት ከምዘለዋ ዝዓበየ ዝኸበደ ዝሰዓበ ፕሮጀክት ናይ ሕዳሰ ግድብ እዩ ነይሩ። ንምንታይ ናይ ሕዳሰ ግድብ ብናይ ጂኦ ፖለቲክ ተኣሰረ ነሩ ብናይ ጂኦ ፖሊክ ተተሓዘ እዩ ሕጂ ግን ኢትዮጵያ ነዚ ሰቢራ ናይ ኣብ ኢትዮጵያ ዓበይቲ ዓበይቲ ፕሮጀክት ሜገ ፕሮጀክት ንክትሰርሕ እምነት ፈጢራስ ደገፍ ውን ካብ ተፈላለየ ሃገራት ንኽድግፍዋ ኣብ ተግባር ኣርእያ ማለት እዩ ስለዚ of course ንዓና ኢትዮጵያውን ካብ ፀልማት ናብ ብርሃን የውፅኣና ሓደ እዚ ካልኣይ ድማ ነቲ ዝመፅ ዘሎ ፕሮጀክት ከምቲ ዝበሎ ዶክተር ኣብይ ኣሕመድ at least ካብዚ ናይ ፕሮጀክት ንኢትዮጵያ ከም መንግስቲ ከም ሃገር ሓደ ቢልዮን ዶላር እቶት ካብ ሕዳሰ ግድብ ክህልዋ እዩ ማለት እዩ። ስለዚ እዚ ሓደ ቢልዮን ዶላር እዚ ኣብ ካልእ ተፈላለየ ፕሮጀክት ንክውዕል ድማ ዓብዪ ዕድል ኣለዋ ማለት እዩ። ስለዚ ኢትዮጵያ ንሓደሽቲ ኢንቨስተር ካብ ወፃኢ ኣብኡ እውን ኣብ ኢትዮጵያ እውን ናይ ቁጠባዊ ናይ ሕክምና ይኹን ናይ ትምህርቲ ይኹን እዚ ኩሉ እዚ ንህዝቢ ኢትዮጵያን ኢትዮጵያ ንክትብልፅግ ሕዳሰ ግድብ ኦፍ ኮርስ ዓቢ ግዴ ክጻወት እዩ። ግድብ ሕዳሰ ን ኣብ ምጥንኻር ዞባዊ ጉዳያት ከ እንታይ ዓይነት ረብሓ ክሕልው ይኽእል? ናይ ዘባዊ ረብሓ ኢትዮጵያ ብሕሱር ን ገራውታ ናይ ኢትዮጵያ ገራውታ ኤሌክትሪክ ትሸይጥ ን ኬንያ ን ጅቡቲ ን ሶማል። ከምኡ ውን ኣብ መጻኢ ነተፈላለየ ሃገራት ንሱዳን ሕጂ ኦረዲ ኢትዮጵያ ንሱዳንን ንኬንያን ክትሸይጥ ጀሚራ ማለት እዩ ስለዚ ንካልኦት ሃገራት ኣብ ምስራቅ ኣፍሪቃ ዘለዋ ከምኡ ውን ንኡጋንዳ ከምኡ ውን ንካልኦት ሃገራት ኤለክትሪክ ብፍላይ እቲ ጂኦፖለቲክ እቲ ጂኦግራፊ ናይ ኢትዮጵያ ኣብ ምስራቅ ኣፍሪቃ ነተን ኩለን ገራውቲ ዘለዋ ናይ ኢትዮጵያ ኣብ ቀርኒ ኣፍሪቃ ይኹን ኣብ ምስራቅ ኣፍሪቃ ይኹን ዓብይ ዕድል ኣለወን ኤለክትሪክ ካብ ኢትዮጵያ ክገዝኣ ስለዚ እዚ ንኢትዮጵያ ተጠቂማስ ነተን ገራውቲ ናይ ኢትዮጵያ እውን ዓብዪ ራብሓ ዓብዪ ጠቕሚ ከምዘለዎ እዚ እውን ግልፂ እዩ። ሃገርና ኢትዮጵያ ኣብዚ ሕዚ እዋን ካብ ባዕልታ ሓሊፋ ዞባዊ ርክባት ንምጥንኻር እውን ብዙሕ ዝበሉ ስርሓቲ እውን እናወገነት ትርከበሉ ጉዳያት ኣሎ እሞ ካብቲ ኣታዊ ካብ እትረኽበሉ ብተወሳኺ እውን ዞባዊ ርክባት ኣብ ምጥንኻር ከ ዝህልዎ ረብሓ ይህሉ ዶ? Of course ሓደ ካብቲ ናይ ዘባዊ ምጥንካር ረብሓታት ንሱ ሰላም እዩ። ኩሉ ግዜ ቀርኒ ኣፍሪቃ ብተፋላለየ ናይ ጂኦፖለቲክ ናይ ዘባዊ ረብሓታት ንሱ እንታይ እዩ እንድሕር ናይ ሓበራዊ ረብሓ እቲ ሓበራዊ ረብሓ ቁጠባዊ፣ ጸጥታዊ ከምኡውን ናይ ቱሪዝም ይኹን ስለዚ ተፋላለየ ረብሓ ነዚ ትእስስር ኣብ መንጎ ኢትዮጵያን ምስ ገራውታ ነዚ ዝትእሰስ ርኽክብ ዘሎ ንዕኡ ከደልድሎ ክጠንክሮ ይኽእል ማለት እዩ። ንምንታይ ቅድሚኡ ቅድሚ እዚ ሕዳሰ ግድብ ግን ብዙሕ ዞባዊ ረብሓ ኣይነበረን። እዚ ግን ሕጂ ተፋለልየ ሓበራዊ ረብሓ ናይ ሰላም ይኹን ናይ ቁጠባዊ ይኹን ከምኡ እውን ኢትዮጵያ ሕጂ ከምቲ ናይ ኣፍደገ ባሕሪ እቲ ጻዕሪ ናይ ኢትዮጵያ ኣፍደገ ባሕሪ ንክህልዋ ንዕኡ ውን ሓደ ዓቢ ጠቕሚ እዩ። ኢትዮጵያ እንድሕር ብኤሌክትሪክ ነዚ ገራውታ ሸይቲ ኮይና ካብዘን ገራውታ ውን ኣብ ናይ ቀይሕ ባሕሪ ኣፍደገ ዘለወን ካብኦ ውን ስምምዕ ገራ ኢትዮጵያ ኣፍደገ ባሕሪ ክህልዋ ውን እዚ ሓደ ጊቭ ኢን ቴክ

ፈተነ ጌርኩምለይ ኔርኩም ኢኹም ብሐፈሻ ግን ሀገርና ኢትዮጵያም ኣብዚ ጉዳይ እዚ ብፍላይ ኣብ ጉዳይ ግድብ ሕዳሰም ዘሳኸዐቶ ስርሓቲ ዲፕሎማሲ እንታይ ይመስል? ኢትዮጵያ ዓብዪ ዲፕሎማሲ ዓወት ኣመዝጊባ ንሱ እንታይ እዩ ብል ኣነ ኩሉ ግዜ ክፅሕፍ ከለኹ ኣርቲከል ኩሎም ንሕና ኣብ ዲያስፖራ ዘለና ብፍላይ ዓረብ ተዛረብቲ ከምኡ እውን እንግሊዝ ኢትዮጵያን እንግሊዝ ተዛረብቲ እቲ ናይ ዲፕሎማሲ ዓወት ዝብል ኣነ ክልተ፣ ሓደ ኦፊሻል ዱፕሎማሲ ዓብዪ ዓወት መንግስቲ መዝጊቡ፣ ካልኣይ ድማ ህዝቢ ኢትዮጵያ ድማ ነቲ ናይ ኦፊሻል ናይ መንግስቲ ኦፊሻል ዱፕሎማሲ ድማ ብፓብሊክ ዱፕሎማሲ ዓብዪ ደገፍ ገይሩ ማለት እዩ። ስለዚ ሕጂ ኢትዮጵያ ብናይ ዱፕሎማሲ ዓብዪ ዓወት ኣመዝጊባ። ከመይ እንተልካ ግብፅን ሱዳን እዚ ኣብ ናይ ዓረብ ሊግ ፈቲኖም ንዝኣባይ ናይ ብሉ ናይል ኣረባይ ዝገብርዎ ናይ ዓረብ ውሕጅ ናይ ዓረብ ናይል ክኸውን ፈሺሎም ኢትዮጵያ ብናይ ኢትዮጵያ ዱፕሎማሲ ፈሺሉ ከምኡ ውን ግብጽን ሱዳንን ናብ ስኩሪቲ ካንሰል ናይ ጸጥታ ቤት ምኽሪ ከይዶም ንኢትዮጵያ ከሲሶማ ማለት እዩ። ኣብኡውን ኢትዮጵያውን ዓቢ ዲፕሎማሲ ዓወት መዝጊባ ናይቲ ናይ ግብጻዊ ናይ ሱዳናዊ ናይ ሕሶት ትርኽ ንዕኡ ስዒራ ተሸኒፋ እቲ ፋይል ካብ ስኩሪቲ ካንሰል ናብ ኣፍሪካ ሕብረት መሊሳቶ። ስለዚ ኣብ መጨረሱ እንታይ ክብል ደሊ እዚ ሕዳሰ ግድብ ድሕሪ ዓሰርተ ኣርባዕተ ዓመት እንታይ ዓይነት ዓቢ እንታይ ዓይነት ንሕና ብናይ ሜድያ እንድሕር ተሪእናዮስ ብናይ ሜድያ ብናይ ብናይ ሜድያ ዓወት ተሪእናዮ ኣነ ይብል ኢትዮጵያ ኣብ ሃገራት ዓረብ ዕስራን ክልተን ሃገራት ዓረብ ብዛዕባ ኢትዮጵያ እንታይ እያ ኢትዮጵያ ብዙሕ ከምዚ ዳኣሽሙ ገሩ ያዓኒ ከምዚ ኣድቨታይዝ ገሩ ንኢትዮጵያስ ጽቡቅ ብሜድያ ዓረብ ኣነ ምንታይ ኩሉ ግዜ እንታይ ምስለካ መንግስቲ ኢትዮጵያ

እንታይ እዩ ኢትዮጵያ እንታይ እዩ ድልየቶም እንታይ እዩ ሕዳስ ግድብ እንታይ እዩ ሽግሮም ኩሉ ነገር ክፈልጡ እዮም እንታይ እዩ ኣብ ዓዲ ኢትዮጵያ ከ እንታይ ከም ዘለዋ ሕጂ ናይ ቱሪዝም እዚ ሕዳሰ ግድብ ሓደ ምንጪ ን ቱሪዝም ንዓረብ ን ኢትዮጵያ ከም ዝመጹ ገይርዎ እዚ ንባዕሉ እዚ ዓብዪ ዓብዪ ዕድል ናይ ቁጠባዊ ራብሓ እዩ ስለዚ እዚ እቲ ዓብዪ ዱፕሎማሲ እቲ ዱፕሎማሲ ዓወት ጥራይ ናይ ፖለቲካዊ ኣይኮነን ቁጠባዊ ባህላዊ ህዝቢ ንህዝቢ ጽቡቕ ትእሰስር ፈጢሩ ማለት ስለዚ እዚ ውን ሓደ ዓቢ ዓወት ክንሪኦ ኣለና ቅድሚ ሕጂ ኢትዮጵያ ኣይሱለይትድ ነራ ካብ ዓረብ ካብ ሚድል ኢስብ ብጣዕሚ ተገንጸለት እያ ነራ ሕጂ ግን እዚ ሕዳሰ ግብ ግን ኣብ ሞንጎ ሃገራት ዓረብ ኣንጎ ህዝቢ ዓረብን ህዝቢ ኢትዮጵያን ግን ርኽክብ ፈጢሩ ማለት እዩ። ሃገርና ኢትዮጵያ ኣብዚ ሕዚ እዋን ብርክት ዝበሉ ምስ ጉዳይ በሪ ባሕሪ ክተሓዝ ይኽእል እዩ። ካብኡ ብተወሳኺ እውን ብፍላይ ኣብ ናይ ዓውዲ ሕርሻ እውን ብልዑል መዳይ እናነጠፈት እያ እትርከብ። በዚ ድማ ካብ ደገ ዝኣቱ ዘበናዊ ዶኽዒም ብናይ ውሽጢ ዓዲ ፋብሪካ ተኺላ ብናይ ባዕልታ ዓቕሚ ንምፍራይን ነቲ ሕርሻ ንምዝማን እውን ብርክት ዝበሉ ስራሕቲ እናወገነት ትርከበሉ ጉዳያት ኣሎሞ ብሓፈሻ ግን ህዝብታት ኢትዮጵያ ኣብቶም ዝተርፉና ሃገራዊ ፕሮጀክትታት ወይ ድማ ሓበራዊ ዝኾኑ ፀጋታትና እንድሕር ንኽጠናኸሩ እንታይ መልእኽቲ ክተሕልፉ ትኽእሉ? ኣነ ብናይ መጨረስታ መልእኽቲ ንመጀመርታ ንህዝቢ ኢትዮጵያ ንመንግስቲ ኢትዮጵያ ኩለና እንኳዕ ሓጎሰና ከምኡ ውን ዓቢ ምስጋና ንመንግስቲ ኢትዮጵያ ከምኡ ውን ንወደር መከላኸሊ ናይ ኢትዮጵያ ከምኡ ውን ናይ ሰራሕተኛ ኣብ ሕዳሰ ግድብ ዘለው እዚ ዓቢ ዝገብርዎ ዓቢ ስራሕ እዪ ካልእ እንታይ ይብል ኣነ ንሕና ኢትዮጵያውያን ብሓድነት ናይ ኢትዮጵያውያን ሕዳሰ ግድብ ክስራሕ ክኢሉ ማለት እዩ ስለዚ ድሕር ናይ ኢትዮጵያዊ ሓድነት ድሕር ሓሊና ናይ ኢትዮጵያ ሃገራዊ ጠቅሚ ድሕር ተሓሊና ኣብ መጻኢ ተፋልየ ፕሮጀክት ካብ ከም ተፋልየ ፕሮጀክት ካብ ሕዳሰ ግድብ ፕሮጀክት ዝዓብዩን ክንስርሕ ንክእል ኢና ንምንታይ ሕዳሰ ግድብ ንዓና ሓደ ዓብይ ማስራጃ እዩ ዓብይ መዐቀኒ እዩ መስፈርቲ እዩ ስለዚ እቲ ሓድነት ናይ ኢትዮጵያን ከምኡ እውን እቲ ናይ ሓበራዊ ሃገራዊ ራብሓ ኩለና ኢትዮጵያውን ክንሕልዎ ቀይሕ መስመር ክኸውን ኣለዎ። ስለዚ የቐንየለይ ብጣዕሚ የመስግነካ ክቡር ሓወይ ተስፋኣለም። ኣይተ ያሲን ኣሕመድ ብዓጋይ ዋና ዳይሬክተር ፐብሊክ ዲፕሎማሲ ኢትዮጵያ ኣብ ስዊድን ነዚ ዝመሰለ ሃናጻይ ርእይቶ ስለ ዝሃብኩምና ብሽም ተመልከትቲ OBN Horn of Africa መደብ ቋንቋ ትግርኛ ከመስግነኩም ይፈቱ። እንተ ን ሎሚ ግን ኣብዚ ክንዛዝም ኣብ ቐጻሊ ግን ብካልኦት ሃገራዊ ዛዕባታትን ከምኡ ድማ ብፍላይ እውን ኣብ ጉዳይ ዞባ ቀርኒ ኣፍሪካን ተታሕዝቲ ዛዕባታትን ጠሚትና ከም እንራኸብ ናብ ተመልከትቲ እውን ዝተፈላለዩ ሓበሬታታት ከም እነባጽሕ ተስፋ ይገበር። ንዝሃብኩምና ሓበሬታ ግን ብሽም ተመልከትቲ OBN Horn of Africa ከመስግነኩም ይፈቱ። እምበኣርከስ ክቡራት ተመልከትትና ካብ ቴሌቪዥን OBN Horn of Africa መደብ ቋንቋ ትግርኛ ንሎሚ ዝበልናዮ መደብ ፍሉይ ምድላው ነዚ ዝተኸታተልኩሞ ይመስል ነይሩ። ኣብ ቀጻሊ ብካልኦት ዛዕባታትን ከምኡ ድማ ኣጋይሽን ክሳብ ንራኸብ በበ ዘለኹሞ ሰላም ንኣኹም።